ዝኽሪ ናይ ጻድቕ ንዓለም እዩ ዝነብር። ካብ ኩሉ ክፉእ ዘበለ ክድሕኑ ንቕዱሳን ተማሕጸኑ። ኣሜን። እንቋዕ ናብ ቅዱስ መርቆርዮስን ቅድስታን ቅዱሳን ቴክላን ኣበረከዙን ድማዲዮስን ሄኖክን ዓመታዊ በዓል

ዮህን ይበሃሉ። እዚ ቅዱስ ድማ መጀመርታ ፒሉፓደር ይበሃል ነበረ ስሙ፣ ትርጉሙ ድማ ናይ ኣብ ፈታዊ ማለት እዩ። ቀጺሉ ድማ መርቆሪዎስ ተባህለ። እዚ ድማ ናይ ኢየሱስ ክርስቶስ ኣገልጋሊ ማለት እዩ። ኣብ ውግእ ሓያል ብመልክዑ ምልኩዕ ተፈታዊ ዝነበረ ቅዱስ መርቆሪዎስ ስለ ክርስትናኡ መከራ ዝተቐበለ ኣብ ዕስራ ዓመቱ እዩ። እቲ ዘመን ድማ ኣብ ናይ ዳኪዎስ ቀዳማዊ ዘመን እዩ። ስለ ሃይማኖቱ ድማ ንሓሙሽተ ዓመታት መከራ ተዓጊሱ ኣብ ዕስራን ሓሙሽተን ዓመቱ ማለት ኣብ 225 ዓ ም ሕዳር 25 ክሳዱ ተኸለለ። ብዓለማዊ ደረጃ ድማ ቅዱስ መርቆሪዎስ ክብሩ ካብ ሊቀ ሰማዕታት ቅዱስ ጊዮርጊስ ቀጺሉ ዝርከብ እዩ። ካልኣይ ይስራዕ ማለት እዩ። ብፍላይ ድማ ሎሚ ሓምለ 25 ቅዳሴ ቤቱ ክኸውን ከሎ ቤቱ እንተሃነፀትሉ ኩሉ ተኣምራት ይገብር እዩ። ኣብ ዝተሃነፀትሉ ኩሉ ተኣምራት ይገብር እዩ። ኣሜን። በረኸትን ረድኤትን ናይ ቅዱስ መርቆሬዎስ ሰማዕት ምስ ኩላትና ይኹን። ኣሜን። ቅዱስ ሄኖክ ነቢይ ነቢይ እግዚኣብሔር ቅዱስ ሄኖክ ካብ ኣቦና ኣዳም ሻውዓይ ትውልዲ ክኸውን ከሎ ሕያዋይ ሰብ እዩ፣ ኣቦኡ ድማ ያሬድ ይበሃል። ብርግጽ እዚ ቅዱስ ሰበይቱ ተመርዕዩ ማትሳላን ካልኦትን ካልኦት ደቁን ወሊዱ እዩ። ኣካይዳኡ ግን ምስ እግዚኣብሔር ስለ ዝነበረ ሞት ኣይረኣየን። ነቢይ ሄኖክ ኣብ ሓደ ሽሕን ኣርባዕተ ሚእትን ሰማንያን ሽዱሽተን ዓመተ ምህረት ናይ መጀመርታ ናይ መጽሓፍ ቅዱስ ክፍል መጽሓፍ ሄኖክ ጽሒፉ እዩ። ናይዚ መጽሓፍ በዓልቲ ቤት ድማ ሃገርና ኢትዮጵያ እያ። እዚ ቅዱስ ብዙሕ ሰማያዊ ምስጢራት ተመልኪቱ እዩ። ንሱ ሞት ዘይምማቱ ዘይምቕማሱ ብኣቤል ንሞት ዝፈርሑ ውሉድ ኣዳም ብተስፋ ኣነቓቕሕዎም እዩ። ብኣቤል ኣርሆፍ ኣርሆሙ ብኣቤል ኣፍርሆሙ ወበሄኖክ ኣንቅሆሙ ከም ዝበለ ሊቅ ኣሜን በረኸትን ረድኤትን ናይ ቅዱስ ሄኖክ ነቢየ እግዚኣብሔር ምስ ኩላትና ይኹን። ቅድስቲ ቴክላ ሓወርያዊት እዛ ኣዴና ቅድስቲ ቴክላ ኣብ ኒው ቆሚድያ ተወሊዳ ዝዓበየት ካብ ናይ ኣህዛባዊ እምነት ናብ ክርስትና ብሃዋርያ ቅዱስ ጳውሎስ ምኽንያት ዝመጸት ኣደ እያ። ንሳ ክርስትና ካብ ልቢ ንዝደልያ ኣዋልድ መራሒትን ዓቢ ቤት ምህርትን እያ። ወንጌል ካብ ሃዋርያ ጳውሎስ ክትመሃር ከላ እቲ ምስጢር ስለ ዝምስጣ ሓደ ሓደ መዓልቲ ንሰለስተ መዓልቲ ምግቢ ኣይትጥዕም ነበረት። ብጣዕሚ ምልክዕቲ ጎርዞም ጓል ሃብታምን እኳ እንተኾነት ስለ ክርስቶስ ግን ኩሉ ንምንዓቕን መስቀሉ ንምሽካምን ኣይተሸገረትን። ኣብ ኒቆምድያ ስጋብ ኣንጾክያ ካብ ኒቆምድያ ስጋብ ኣንጾክያ ወንጌል ሰቢኻ እያ ንወለዳ ወሲኽካ ንብዙሓት ነፍሳት ኣድሒና እያ ከምኡ እውን ብዙሕ መከራ ተቐቢላ በዛ መዓልቲ እዚኣ ዓረፈት ቤተ ክርስቲያን ሃዋርያዊት ኢላ እያ እተኽብራ ኣርኪኣ ድማ ከምዚ ይብል

እስከ ሓድገት ኣበዊሃ ወገደፈት ብላ ይብል በረኸታ ይሕደረና። ቅዱስ ኣበ ከረዙን ጻድቅ ወሰማዕት ስም ኣጸዋውዐኡ ዝኸበረ ዓቢ ኣባ ኣበ ከረዙን ናብ ክርስትና ዝተጸውዑ ካብ ሽፍትነት ስርቂ ህይወት እዩ። ምስ ብጾቱ ገዳም ንምዝራፍ ከይዶም ንሓደ ባሕታዊ ካብ ምሸት ዓሰርተ ሸሞንተ ንግሆ ስጋብ ሽዱሽተ ክጽሊ ርእዮሞ ተጣዒሶም ንስራሕ ኣተዉ ንስሓ ኣተዉ ኣበክረዙን ይቕረታ ኣበክረዙን ግን ዓለም ንዒቑ ብምናኔ ንሸውዓተ ዓመታት ተጋደለ። ነገር ግን ሰማእት ንምዃን ካብ ዝገበሮ ፍርቂ ዝተለዓለ ፍቕሪ ዝተለዓለ ካብ ገዳም ናብ ናይ ከሓድያን ነገስታት ሃገር ከይዱ ስም ክርስቶስ ሰበኸ። ኣብ ልዕሊኡ ኣብ ዝወረዱ ስቅያ ዝወረድሉ ስቅያት ዝተለዓለ ካብ ስጋኡ ካብ የዕጽምቱ ካብ ደሙ ዝተረፎ የለን። ከምኡውን ሓደ መዓልቲ ኣብ ኣየር ዘቕዚቖም ሰቒሎም ደሙ ብኣፉን ብኣፍንጭኡን እንዳጎረፈ ንዓሰርተ መዓልታት ኣቐነይዎ። ኣብቲ ወቕቲ ጓል መኮንን እንዳመፀት ብዘይ ርህራሄ ተሳቕዮ ስለ ዝነበረት ንዓኣ መልኣክ ወሪዱ ቀዚፉ ቀተላ። ንሱ ካብ ዝስቀል ኣብ 22 መዓልቲ ንሳ ካብ ትቕበር ድማ ኣብ 12 መዓልታ ኣብ ዝተሰቐሎ ኣውር ካብ ዝተሰቐሎ ኣውረድዎ፣ ንሱ ድማ ካብ ሞት ኣተንስኣ። ንዓቢ ኣብ ከረዙን በዛ መዓልቲ ብዙሕ ኣሳቕዮም፣ ጎኑ ሰቢሮም ክሳዱ እውን ሰይፎም ቀተልዎ። ኣሜን በረኸት ይሕደረና ኣሜን ኣርኬ ሰላም ለኣበከረዙን በውሰገድል ዘተሃየለ ዘጽኑ እህለቱ ከመይ ይጸጉ ኣክሊለ እንዘይከውን በመንኮራኩር ስቁለ ቀሰፍዎ ሃራ እስከ ስጋሁ ተበጽለ ወእስከ ተገድፈ በበክፍል ክፍለ በረኻቱ ይሕደረና ኣሜን። ቅዱስ ዱማዲዎስ ሶርያዊ ንቤተ ክርስቲያን ብንጹህ ሕይወቶም ካብ ዘብርሁልና ዓበይቲ ቅዱሳን ሓደ ቅዱስ ዱማዲዮስ እዩ። ንሱ ናብ ክርስትና ዝመፀ ካብ ባዕዲ ኣምልኾ ክኸውን ከሎ መራሒኡ ድማ መንፈስ ቅዱስ እዩ። ጣዕመ ህይወቱ እንተሰሚዕካዮ ዕዝር ልብ እዝነ ልቦና እዩ ደስ ዘብል። ገና ኣብ ጉብዝናኡ ከም ሃዋርያት ሰቢኹ ንኣህዛብ የእሚኑ እዩ። ከም ጻድቃን ድማ ኣካሉ ተወዲኡ የዕጽምቱ ስጋብ ዝረአ ተጋዲሉ እዩ። ንሱ ድንግል ንጹህ መነኮስ ባሕታውን ካህንን እዩ። ንግን ውዳሴ ኮንቱ ኣምሪሩ ይጸልእ ነበረ። በዚ ምክንያት ድማ ኣብ ዝሓደሮ ኣይውዕልን ኣብ ዝወዓሎ ድማ ኣይሓድርን ነበረ። እዚ ቅዱስ ብጸሎቱ ንዝተዓጸወ ማህፀን ከፊቱ እዩ። ዕውራን እውን ኣብርሀ፣ ለምጻማት ኣንጽሀ፣ ሓንካሳት እውን ኣቕንዐ፣ ብናይ ፈጣሪኡ ሓይሊ ከኣ ፈሳሲ ውሕጅ ኣቑሙ እዩ። እንደገና እውን ከም ዝነበሮ ገይሩ መሊስዎ እዩ። ናይ ቅዱስ ድማዲዎስ መጨረሽታ ድማ ሰማዕትነት እዩ። ኣብ ውሽጢ በዓቱ ከሎ ድማ ምስ ደቂ መዛምርቱ ከሎ ርጉማት ብእምኒ ወቒዖም ቀተልዎ። ልክዕ ኣብ ዓመቱ በዛ መዓልቲ በዛ ዕለት ድማ ምእመናን ስጋኡ ኣፍሊሶም ኣፍሊሶም ወሰድዎ። በረኸት ናይ ቅዱስ ኣቦና ድማዲዎስ ይሕደረና ኣሜን። ዓርኬ ድማ ከምዚ ይብል ሰላም ለድማድዮስ

ኣሜን። ሓምለ 25 ዝኽበሩ ዓመታዊ ናይ ቅዱሳን በዓላት ድማ ቅዱስ መርቆሪዎስ ሰማዕት ቅዳሴ ቤቱ፣ ቅዱስ ሄኖክ ነቢ እርገቱ፣ ቅድስቲ ቴክላ ሃዋርያዊት፣ ቅድስት ቅዱስ ኣበከረዙን ዓቢ ጻድቅን ሰማዕትን፣ ቅዱስ ድማዲዎስ ሶርያዊ ጻድቅን ሰማዕትን፣ ቅድስቲ ኢላርያ ሰማዕት፣ ቅዱሳት ቴክላ ወሙጊ ሰማዕታት ቅዱስ እንዲና እንዲኒና ሰማዕት፣ ኣባ ይስሐቅ ሰማዕት፣ ኣባ ህፃን ሞኣ ዘደብረ ሊባኖስ፣ 25,000 ሰማዕታት ናይ ኣትሪብ ግብፂ ሰባት። ወርሓዊ በዓላት ድማ ቅዱስ ይሁዳ ሃዋርያ ካብ ሰብዓን ክልተን ኣርድእቲ ዝኾነ፣ ኣቡነ ኣቢብ ኣባ ቡላ ቅዱስ ኣባ ኣባ ፉና ጻድቅ ከመይ እግዚኣብሔር ነቲ ምእንቲ ፍቕሩ ኢልኩም ነቶም ቅዱሳን ዘገልግልኩምዎም እተገልግልዎ ዘለኹምን ዝርስዕ ገፋዒ ኣምላኽ ኣይኮነን። ነፍሲ ወከፍኩም እቲ ተስፋኹም ምእንቲ ክፍጸመልኩም ክሳዕ መወዳእታ ከምዚ ዝዓይነቱ ትግሃት ከተርእዩ ንደሊ ኣለና። ነቶም ብእምነትን ብትዕግስትን ነታ ተስፋ ክወርስዋ ምእንቲ ክትመስልዎም እምበር ሃካያት ክትኮኑ ኣይንደልን ኢና ይብል። እብራውያን ምዕራፍ ሽዱሽተ ካብ ፍቕዲ ዓሰርተ ክሳብ ዓሰርተ ሰለስተ ኣሜን ስንክሳር ድሰምዕ ዘንብብ ፍቕሪ ጎይታ ኣብ ልቡ የዕንብብ ሓለዋን ጸሎትን ናይ ቅዱሳን ድማ ይረክብ ዝወደቐ ዝነጸበ ኩሉ ዜማ ካብ ኣናብባ ፊደል ቃል ኩሉ ብኣፈ ቅዱሳን ትጓል መላእክቲ ተኣርመልይ ወስብሐት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር